ኮላይ ስተለት ቲብ ህስታርት ዩሰት ኢኤርፍ ኣር። ናይ እግዚኣብሄር ቃል መጽሓፍ ቅዱስ ስሊኡ ክዛረብ ከሎ ብርሃን ኢሉ እዩ ዝጽውዖ። ናይ ግድስ ኡድ ፈክሎራ ስተን ፈክሎራ ኡደት ሶም ዩሰት። ስለዚ መጽሓፍ ቅዱስ መዝሙር ዳዊት ሚእትን ዓሰርተ ትሽዓተን ጥቕሲ ሚእትን ሓሙሽተን ቃልካ ንእግረይ መብራህቲ ንመንገደይ ብርሃን ኢሉ።

ስለዚ ከባቢኹም ኣብቲ ድጸልመተሉ ኤርያ ኣብኡ እንተ ደኣ ብርሃን ክበርህ ትደልዩ ኹንኩም። ሶ ኦም ኒ ቪል ኣት ዩስ ስከ ኮመ ኦቨ ደ ምርብት ሲትፈ ኩኒ ጎየኖም። ብሓዳርኩም ክኸውን ይኽእል። ደ ካን ቫ ኤር ኤክተንስኮፕ። ብቤተሰብ ምስምማዕ ሲኢንኩም ክትኮኑ ትኽእሉ። ደ ካን ቫ ሶክ ኤር ሶመ ክራሸት ኤ ፋሚለ። ናይ ጥዕና ሽግር ክኸውን ይኽእል። ደ ካን ቫ ሄልሱ ፕሮብሌም። ናይ ኢኮኖሚ ሽግር ክኸውን ይኽእል። ደ ካን ቫ ኤኮኖሚስክ ፕሮብሌም። ናይ ኣገልግሎት ፈተናታት ክኸውን ይኽእል። ደ ካን ቫ ፕረቭኒንገር ይ ሸንስተን። ኮታ ብዝተፈላለየ መንገዲ
ብርሃን ዘድልዮም ኣቕጣጫታት እንድሕር ኣለዉ ኮይኖም።
ነቶም ነገራት ናይ እግዚኣብሄር ቃል ብኣፍኩም ኣውጹሎም።
ማለት ስለቲ ነገር እቲ ናይ እግዚኣብሄር ቃል እንታይ ከም ዝብል ሕሰቡ።
እንተደኣ ኣብ ስጋኹም ናይ ጥዕና ሽግር ኣጋጢሙኩም።

ኦከ ኤሪ ቶል ዩ ዩስት። እመኑኒ ነገራትኩም ከመይ ከም ዝልወጥ ክትርእይዎ ኢኹም። ዱ ኮመን ዩ ፎ ሴ ሁ ኣልት ቨረ ፍረንድረስ። ምኽንያቱ ብርሃን ኩሉ ግዜ ካብ ጸልማት ንላዕሊ ጉልበት ሓይሊ ኣለዎ። ኦክ ዴፈር ኣት ዩስት ዩ ኣልት ስታርከር ኤን ምርክረት። ጸልማት ክሳዕ ብርሃን ድግለጽ ዩ ዕድመ ዘለዎ። ምርከር ሆር ኤንዳስ ሲት ኦልደር ቲልስ ዩሰት ማኒፊስቴራ ሰይ። ስለዚ ማንም ናይ ጸልማት ኣሰራርሓ ኣብ ኩነታትኩም ዕድመ ከይወስድ ግዜ ከይወስድ እንተ ደሊኹም። ሰኦምኒን ትብል ኣት ምርክረስ ከ ፎ ፍሌራ ኦር ቲል ሁ ሴር? ካብ ሕጂ ጀሚርኩም ብርሃን ምእዋጅ ጀምሩ። በሬላ ሬኤር ኣት ታለ ኡት ዩስ ሬዳን ኑ። ብርሃን ብጸልማት ኣይተሓዝን እዩ። ደ ስቶር ኣት ምርክረ ዩሰት ኦቨ ቭንስን ቶብ ምርክረት። መጽሓፍ ቅዱስ ስሌና ክዛረብ ከሎ ንስኹም ብርሃን ዓለም ኢኹም ኢሉና። ን ግድስ ኡብ ታለ ሮም ኦስተን ሴር ኒኤ ቫደንስ ዩስ። እቶም ንዓይ ዝስዕቡኒ ብርሃን ህይወት ክረኽቡ እዮም ኢሉ። ደ ስቶር ዶም ሶም ፈልየ ሜስ ካፊና ቫደንስ ዩስ።